ሰላም ሰላም ተኽታተልቲ ቻነልና ክሊኒክ ዕግበት ከመይ ኣለኹም ለማዓንቲ ውን ከምቲ ልሙድ ንዓኹም የምህር እዩ ኢለ ዝሓሰብክዎ መደብ ሒዘልኩም መጽየ ኣለኹ ኣብ ናይ ለማዓንቲ መደበይ ብዛዕባ ጥንሲ ኣስፍሕ ኣቢልና ክንርኢ ኢና ኣብ ናይ ለማዓንቲ መደበይ ብኸመይ መኻን ትኾኑ እንታይ ዓይነት ምርመራ የድልየኩም ወርሓዊ ጽግያት ኣብ ማዓልቱ ዘይመምጽኡ ምስ መኻንነት እንታይ የራኽቦ ግብረ ሕቡእ ብሓቂ መኻን ይገብር ዶ ዝብሉን ካልኦት ተወሰኽቲ ኣገደስቲ ሸሞንተ ኢንፎርሜሽናት ክንሪኢ ስለ ዝኾንና ነዚ መደብ ፈለማ ላይክ ብምግባር ጀምርዎ። ንቻነልና ሳብስክራይብ ብምግባር ዝተፈላለዩ ናይ ጥዕና፣ ናይ ፍቕሪ፣ ናይ ሓዳርን ናይ ርክብን ኢንፎርሜሽን ትረኽብሉ ቻነል ስድራ ኩኑ። እስካብ ናይ መደበይ ፍጻመ ምሳይ ጽንሑ። ሰናይ ጻንሒት። ኣብዚ መደብ እንሪኦ እቲ ቀዳማይ ኣገዳሲ መልእኽቲ እንታይ እዩ? ብዙሓት ደቂ ተባዕትዮ ንብዙሕ ግዘ ግብረ ሕቡእ ወይ ድማ ሴጋ ብምፍጻሞም መኻን ዝኾኑ ይመስሎም እዩ። ብዛዕባ ናይ ግብረ ሕቡእ ወይ ድማ ሴጋ ጉድኣት ፓርት ብካሊ መደብ ሰሪሐሉ ስለ ዘለኩ ምልስ ኢልኩም ንዑ ክትሪእዎ ትክእሉ ኢኩም ኣብዚ መደበይ ግና ብሓቂ ግብረ ሕቡእ ወይ ድማ ሴጋ ምካን ይገብር ዶ ዝብል ሕቶ መልሲ ክህበኩም እየ ናይ ወዲ ዘርኢ ፍረ ፈሳሲ ኣብ ውሽጢ ሰለስተ ወርሒ ካብ ሰብዓ እስካብ ቴስዓ መዓልቲ ኣብ ዘለዎ ውሽጢ ማለት እዩ ይቅየር እዩ ወይ ድማ ብዘይ ምቁራጽ ይፍልፈል እዩ ስለዚ ግብረ ሕቡእ ወይ ድማ ሴጋ ስለ ዝፈጸምካ ጥራሕ ምካን ኣይትከውንን ምክንያቱም ናይ ወዲ ዘርኢ ፍረ በብግዚኡ ዝስራሕ ስለ ዝኮነ ግብረ ሕቡእ ወይ ድማ ሴጋ ካልኦት ጸገማት ይፈጥር እምበር ግብረ ሕቡእ ወይ ድማ ሴጋ ከም ጾታዊ ርክብ ሓደ ዓይነት እዩ ነቲ ዘርኢ ፍረ ኣይውድኦን ስለዚ ግብረ ሕቡእ ምጥቃምካ ኣየምክነካን ማለት እዩ። ኣብ መበል ካልኣይ ንሪኦ ኣገዳሲ ኢንፎርሜሽን ድማ ብዙሓት ደቂ ኣንስትዮ ወርሓዊ ጽግያተይ መዓልቱ ሓልዩ እዩ ዝመጽእ ግና ክጠንስ ኣይከኣልኩን ይብላ እየን። ኣብዝሓ ደቂ ኣንስትዮ ወርሓዊ ጽግያተን መዓልቱ ሓልዩ ምምጽኡ ምስ ጥንሲ የራኽብኦ እየን። መዓልቱ ሓልዩ እንተመጽዩ ክጠንስ ይኽእል እየ ኢለን ይሓስባ እየን። ከም ዝፍለጥ ኣብዝሓ ደቂ ኣንስትዮ ወርሓዊ ጽግያተን መዓልቱ ሓልዩ እንተ መጽዩ ይጠንሳ እየን። ሓደ ሓዲኤን ድማ ዋላ እኳ መዓልቱ ሓልዩ ዝመጽእ ዋላ እኳ እንተ ዘይኮነ እውን ክጠንሳ ይኽእላ እየን። ስለዚ ወርሓዊ ጽግያት ግን መዓልቱ ሓልዩ ስለ ዝመጸ ክትጠንሳ ትኽእላ ኢኽን ዝብል መረጋገጺ ክኾነልክን ኣይኽእልን። ምኽንያቱ ድማ ንኸይትጠንሳ ዝገብረክን ብዙሓት ነገራት ስለ ዘለዉ እዩ። ንኣብነት ክልቲኦም ትቦታት ግን ዕጽው እንተ ኮይኖም ወርሓዊ ጽግያተን ዋላ እኳ መዓልቱ ተሓልዩ እንተመጸ እውን ክትጠንስ ኣይትኽእላን። ሰለዚ እንቋቑሖ ይምረት፣ በቲ ቱቦ ይመሓላለፍ፣ ናይ ወዲ ዘርኢ ፍረ ብታሕቲ ይመጽእ፣ ይራኸቡ እሞ ጥንሲ ይመጽእ፣ እዚ እቲ ፕሮሰስ እዩ። ሰለዝኾነ ወርሓዊ ጽግያት ግን ዋላ እኳ መዓልቱ ሓልዩ እንተመጸ እውን ግድን ክትጠንሳ ኢኺ ማለት ኣይኮነን። ኣብ መበል ሳልሳይ ንሪኦ ኣገዳሲ መልእኽቲ ድማ ብሕክምና ክልቴኹም ኖርማል ተባሂልኩም እንዳሃለኹም ነዊሕ፣ ፈተናታት ዋላ እኳ እንተግበርኩም ጥንሲ ክፍጠር እንተዘይክኢሉ እንታይ ማለት እዩ ዝብል ክንርኢ ዋላ ክልቴኹም ሰብኣይን ሰበይትን ኖርማል እንተኾንኩም እውን ናይ በዓል ገዛኺ ዘርኢ ፍረ ፈሳሲ ዝደኸመ ክኸውን ነቲ እንቋቑሖ ናይ ምስባር ዓቕሚ ዘይክህልዎ ስለ ዝኽእል እዩ ሰለዚ ሕክምና ጌርኩም እታ ጓል ኣንስተይቲ እንቋቑሖኣ ማህጸና ቱቦታት ማህጸና ሰርቪክሳ ሆርሞና ኮታስ ኩሉ ነገር ኖርማል ክትበሃል ትኽእል እያ። እቲ ወዲ እውን በዝሒ ዘርኢ ፍረ ፈሳሲ ዘለዎ፣ ምንቅስቃሱ እውን ፅቡቕ ዝኾነ፣ ቅርፂ ዘርኢ ፍርኡ እውን ፀቡቕ ዝኾነ፣ ዲኤንኤ እውን ኖርማል ክኸውን ይኽእል እዩ። ስለዚ ድማ ክልቴኹም ኖርማል ክትበሃሉ ትኽእሉ ኢኹም። ኮይኑ ግና ጥንሲ ዘይከጋጥመክን ይኽእል እዩ። እዚ ድማ እቲ ዘርኢ ፍረ ፈሳሲ በዓል ገዛኺ በጺሑ ነቲ እንቋቑሖ ክሰብር እንተዘይክኢሉ ዘጋጥም ጸገም እዩ። እዚ ድማ ምኽንያቱ ዘይተፈልጠ መኻንነት ይበሃል። እንተነኣሰ ዓሰርተ ሚኢታዊ መኻንነት በዚ ዝመጽእ እዩ። ስለዚ እቲ ሳልሳይ ክትፈልጥዎ ዘለኩም ምኽንያት እንታይ እዩ። ክልቴኹም ዋላኳ ብሕብክምና ኖርማል እንተተባሃልኩም እውን ክትወልዱ ትኽእሉ ኢኹም ማለት ኣይኮነን። ኣብ መበል ራብዓይ ንሪኦ። ክትፈልጥዎ ዘለኩም ኣገዳሲ ናይ ጥንሲ መልእኽቲ ድማ እንታይ እዩ? መኻን ክበሃል እንተሎ ናብ ብዙሓት ሰባት ኣእምሮ ትመጽእ ጓል ኣንስተይቲ ጥራሕ እያ። ብርግጽ ሕዚ ሕዚ ብሚድያታት፣ ሶሻል ሚድያ፣ ብምንባብ ኩሉ ሰብ ኢንፎርሜሽን ይበጽሖ ስለ ዘሎ እንዳቐነሰ መጺኡ እዩ። ግና መኻንነት ኣርብዓ ሚእታዊ ናይታ ጓል ኣንስተይቲ ጸገም እዩ። ኣርብዓ ሚእታዊ ናይ ደቂ ተባዕትዮ ጸገም እዩ። ኣብ ደቂ ተባዕትዮ ዘርኢ ፍረ ፈሳሲ ዘይክህልዎ ይኽእል። ምንቅስቓስ ዘርኢ ፍረ ፈሳሲኻ ድማ ዝደኸመ ክኸውን ይኽእል። ዲኤንኤ ዝተጎድኣ ክኸውን ይኽእል፣ ኮታስ ኣርብዓ ሚእታዊ ናይ ወዲ ኣርብዓ ሚእታዊ ናይ ደቂ ኣንስትዮ እቲ ዕስራ ሚእታዊ ድማ ኣብ ሓዲኹም ዝኾነ ጸገም ክህሉ ስለ ዝኽእል እዩ እምበር መኻን ምዃን ናይ ደቂ ኣንስትዮ ጥራሕ ጸገም ኣይኮነን ስለዚ እንተተኻእለ ናይ ምውላድ ጸገም እንተጋጢሙኩም ክልቴኹም ናብ ሕክምና ብምኻድ ምርመራ ክትገብሩ ይግባእ ኣብ መበል ሓምሻይ ንሪኦ እቲ ኣገዳሲ መልእኽቲ ድማ እንታይ እዩ ኣብዝሓ ደቂ ተባዕትዮ መትሎይ ንእሽተይ እያ እሞ ከጥንስ ይኽእል ዶ ኢልኩም ትሓቱኒ ኢኹም ነዚ መልሱ ድማ እንታይ እዩ መትሎ ናብ ብልዕቲ ኣትዩ ስስካብ ዝኸኣለ ካልኦት ጸገማት እንተዘይሃልዩካ ናይ መትሎ ሳይዝ ምስ ጥንሲ ዘራኽቦ ዋላ ሓንቲ ነገር የለን። ገዚፍ መትሎ ዘለዎም ዘይከጥንሱ ይኸእሉ እዮም። ንእሽተይ መትሎ ሃልይኩም እውን ብዙሓት ቆልዑት ክትወልዱ ትኸእሉ ኢኹም። ስለዚ ንእሽተይ መትሎ እያ ዘለትኒ ከጥንስ ይኸእል ዶ ኢልካ ክትጭነቕ የብልካን። ሻቕሎትካ ኣጥፍኣዮ። ብንእሽተይ መትሎኻ ድንግልናኣ ንምውሳድ ኣይክትጽገምን። ክተጥንሳ ኣይክትጽገምን። ብርክብ ክተዕግብባ እውን ኣይክትጽገምን። ምስ። ሳይዝ ዋላ ሓንቲ ዘራኽቦ ነገር የለን ነዚ ፈሊጥኩም ናይ ኣእምሮኹም ጥዕና ካብ ስትረስ፣ ዲፕሬሽን፣ ክትሕልዎ ኣለኩም ምኽንያቱ ድማ ጥንሲ ዝፍጠር ጥዑይ እንቋቑሖ ምስ ጥዑይ ዘርኢ ፍረ ፈሳሲ ክራኸብ እንተሎን ንጥንሲ ዝምቹ ኢንቫይሮመንት ክህሉ እንተሎን እዩ ብተወሳኺ ምትሉኻ ናብ ብልዕቲ ኣትዩ ናይ ዘርኢ ፍረ ፈሳስኻ ናብ ማህጸና እስካብ ዘፍሰሰ ክተጥንስ ከምትኽእል ክትፈልጥ ኣለካ። ኣብ መበል ሻድሻይ ንሪኦ ኣገዳሲ መልእኽቲ ድማ ኣብዝሓ ደቂ ኣንስትዮ ዝተፈላለዩ ሰፕሊመንት ከም ቫይታሚን፣ ሚነራል ዝሓዙ ፕሪናታል ሰፕሊመንት ይወስዳ እየን። ነዚ ዝወስዳሉ ምኽንያት ድማ እንታይ እዩ? በዝሒ እንቋቑሖ የውስኸለይ እዩ እንዳበላ እዩ። ግና ክትፈልጥዎ ዘለኩም ኣገዳሲ መልእኽቲ እንታይ እዩ እብዚ? እንቋቑሖ ገና ኣብ ማህፀን ኣዴኽን እንዳሃለኽን ተቖፂሩ ዝተቐመጠ ነገር እዩ። ብግዘን ብዕድመን እንዳቐነሰ ይኸይድ እዩ። ስለዚ ዝኾነ ሳፕልመንት ንበዝሒ እንቋቑሖኽን ኣየውስኾን፣ ግና ሓደ ሓደ ሳፕልመንት ኣለዉ፣ ኳሊቲ ናይቲ እንቋቑሖን ናብቲ እንቋቑሖ ዝበጽሕ ተጽዕኖን ንምቕናስ ዝሕግዙ ሳፕልመንት ኣለዉ እምበር በዝሒ እንቋቑሖ ዝውስኽ ሳፕልመንት የለን፣ እዚ ዝተጋግየ ኣረዳድኣ እዩ፣ ካብዚ ክትርሕቓ ኣለክን። ኣብ መበል ሻውዓይ ንሪኦ ኣገዳሲ ናይ ጥንሲ መልእኽቲ ድማ እንታይ እዩ? ኣብዝሓ ሰባት መናእሰይ ናይ ጥንሲ ጸገም ኣየጋጥሞምን ዝብል ኣረዳድኣ ኣለዎም፣ ኮይኑ ግና መናእሰይ ኮይኖም እውን በዝሒ ዘርኢ ፍረ ፈሳሲ ዘይብሎም፣ ድቃስ ናይ ዘርኢ ፍረ ፈሳሲኦም ዝደኸመ ዝኾነ፣ ናይ ዘርኢ ፍረ ፈሳስኹም ሓሚሱ ናብ እንቋቑሖ ክበጽሕ ዘይኽእል እንተኾይኑ፣ ዋላ እኳ ጥዑያት መናእሰይ እውን እንተኾንኩም መኻን ናይ ምዃን ዕድል ኣለኩም እዩ። ስለዚ ካብዚ ትፈልጥዎ እንታይ እዩ? መናእሰይ ኮይኖም እውን ጥዕንኦም ዝተሓለወ ኮይኑ እውን ኩሉ መንእሰይ ከጥንስ ከም ዘይኽእል ክትፈልጡ ኣለኩም። ኣብ መበል ሻምናይን ናይ መወዳእታን ንሪኦ ኣገዳሲ ናይ ጥንሲ መልእኽቲ ድማ እንታይ እዩ? ብዙሓት ደቂ ተባዕትዮ ስፐርምን ሲመንን ፈልዮም ኣይፈልጡን። ስለዚ ስለ ዘፍሰሱ ጥራሕ እኹል ፈሳሲ ዘለዎም ይመስሎም፣ እኹል ስፐርም ዘለዎምን በዝሒ ስለ ዘፍሰሱ ጥራሕ ከጥንሱ ዝኽእሉ ይመስሎም፣ ግና እዚ እውን ጊጋ ኣረዳድኣ እዩ። ሴመን ንብሎ እቲ ፈሳሲ እንትኸውን፣ ስፐርም ድማ እቲ ሴል ኮይኑ ናይ ወዲ ዲኤንኤ ሒዙ ምስ ናይ ጓል ኣንስተይቲ ዲኤንኤ ዝሓዘ እንቋቑሖ ክራኸብ ዝኸይድ ሴል ስፐርም ይበሃል። ንዕኡ ንምንቅስቓስ፣ ንዕኡ ንምቕላብ ኣብ ዙርይኡ ብዙሕ ፈሳሲ ኣሎ፣ ንሱ ድማ ቴስዓ ሚእታዊ እቲ ፈሳሲ ሴመን ንብሎ እዩ ስለዚ እቲ ሓሙሽተ ሚእታዊ ጥራሕ እዩ ስፐርም ስለዚ ሓደ ወዲ ብዙሕ ስለ ዘፍሰሰ ጥራሕ ከጥንስ ይኽእል እዩ ማለት ኣይኮነን ብዙሕ ኣፍሲሱ ውን ኣብ ውሽጡ ዋላ ሓንቲ ስፐርም ዘይክህልዎ ይኽእል እዩ ነዚ ኣዞስፐርሚያ ንብሎ ብሰንኪ እዚ ዘይከጥንስ ይኽእል እዩ ስለዚ ናይ ስፐርምን ሴመንን ኣፈላላይ ነዚ ይመስል ስለዚ ብዙሕ ስለ ዘፍሰስኩም ጥራሕ ውን ክተጥንሱ ኣይትኽእሉን ነዚ እውን ክትፈልጥዎ ዘለኩም እቲ ሻምናይ ኣገዳሲ መልእኽተ እዩ። ነዞም ሸሞንተ ኣገደስቲ ናይ ጥንሲ መልእኽትታት ዝረኣናሉ መደብ ነዚ ይመስል ነይሩ። ነዚለ ናይ ልማዓንቲ መደበይ በዚ ክዛዝም። ካብ ናይ ልማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። ናብ ብዙሓት ሰባት በጺሑ ብዙሓት ኣሕዋትና ካብዚ መደብ ትምሀርቲ ክወስዱሉ ላይክ ሼር ምግባርኩም ከይርሳዕ። ንቻነልና ሰብስክራይብ ብምግባር ድማ ዝተፈላለዩ ጠቐምቲ መደባት ንኽትሪኡ ብኽብሪ ይሓተኩም። ብኻሊእ መሃራይ መደብ እስካብ ንራኸብ። ሰላምን ጥዕናን ንኹላትና የቐኔለይ።